ሰላም ሰላም ከመይ ኣለኹም ተኸታተልቲ ናይዛ ዩቱብ ቻነል ሰላም ክትህልዉ ናይ ኩሉ ግዜ ትምኒተይ እዩ እምበኣርከስ ንሎሚ እውን ከምቲ ልሙድ መንፈሳዊ ዛንታ ንብዓት እቲ ዲያቆን መበል ዓሰርተ ትሽዓተ ክፋል ናባኹም ከብላ እየ ሰናይ ምክትታል ብስም ኣብ ወወልድ ወመንፈስ ቅዱስ ሃድ ኣምላክ ብስም ኣብ ወወልድ ወመንፈስ ቅዱስ ሃድ ኣምላክ ብስም ኣብ ወወልድ ወመንፈስ ቅዱስ ሃድ ኣምላክ ኣሜን። ተሌፎነይ ጻውዒት ስለ ዝገበረት ኢደይ ናብ ቦርሳይ ሰዲደ መን ደኣሉ በልኩ። እታ ናምበር ኣጸቢቐ እየ ዝፈልጣ ናይ ማትስ እያ። ሰማያዊት ብምህራም ሄሎው በልክዎ። ብጣዕሚ ኢኺ ትገርሚ ናይ ብሓቂ ኣሚንክንስ ካብ ብሪመን ናብ ሃምቡርግ መጺኺ? በለኒ ዘረብኡ ስለ ዘይተረድኣኒ። ይቕሬታ ኣበሃህላኽ ኣይተረድኣኒ በልክዎ። ናይ ብሓቂ ዲኺ መጺኺ? በለኒ። እዋ ኣንታ ብሩኽ ሓወይ ተዛራሪብና ምሽ? ኣነ ደላዪት ሕማቕኩም ኣይኮንኩን። ንድያቆን ግድን ክረኽቦ ስለ ዘለኒ ዝገደፍኩ ገዲፈ መጺኤ ኣለኹ። ግን ክትመጽኣ ኢላ ክትመጽኣ ዝብል ግምት ስለ ዘይነበረካ ዲኻ ወይስ ብትኽክል ክመጽእ ኣይነበረንን በልክዎ። ደሓን ሕጂ ብዙሕ ኣይዛረበክን ግን ክትኣምንኒ ነበረክን። ሕጂ ድማ ግዜ ክይትቕተሊ በታ ዝመጻኽያ ትኽ ኢልኪ ተመለሲ በለኒ። ሕርቃነይ ክቆጻጸሮ ስለ ዘይከኣልኩ እንታይ ኢኻ ትብል ዘለኻ ንስኻ ግን ሓደ ስዲ ክብረት ሰብ ዘይፈልጥ ሕሱር ሰብ ኢኻ በልክዎ። ምሽ ዶ እምበኣር ክብረት ሰብ ዘይፈልጥ ኢልክኒ። ክትፈልጢ ግን ኣነ ክብረት ሰብ ዘይኮነ ክብረት ኣዋልድ እየ ዘይፈልጥ። ንሱ ድማ ባዕልኽን ዘውረስክናን እዩ ቋሕ ሕማም በለኒ። ብዙሕ መመለስኩልካ ግን ንዓይ ኮነ ንዓኻ ዘርብሕ ስለ ዘይኮነ ትም መሪጸ ኣለኹ። ሓደ ነገር ግን ክነግረካ መዓልቲ ይነውሕ እምበር ወይ'ውን መስዋእቲ ይሓተኒ ይኸውን እምበር ንድያቆን ክረኽቦ እየ። ምኽንያቱ ንኹሉ ገጊዚኡ ስለ ዘለዎ። እዛ ንዓይ ትገብረኒ ዘለኻ ድማ ሓደ መዓልቲ ኣብ ነብስኻ ክትወርድ እያ። ኣነ ግን እቲ ህያው ዝኾነ ጎይታ ምስ ድያቆን ከም ዘራኽበኒ እሙንቶ እዩ በልክዎ። መልሓስ ደኣ መን ክኽእለክን ከምዚ ክትብሊ ከለኽስ ሚስኪን ከኣ ትመስሊ ጓል ዘሲኪን በለ። ኣነ ድማ ሕርቃን ብዝተሓወሶ ኣዘራርባ ስማዕ ዝሓውይ ትፈልጠኒ ዲኻ በልክዎ። ወያል እንታይ ክፈልጠልኪ ግን ጓል ምዃንኪ መኣስ ክተርፈኪ ኢሉ ጓልዛ ድዲት። ጸርፊ መሊሱ ወሰኸ። ብነብስኻ ደንቆሮ ኮይንካ እምበር ኣሕዋት ዋላ ተዘይሃለዋኻ ኣዴኻ ግን ጓል ኣንስተይቲ እያ መስለኒ ስለዚ ክብረት ኣዋልድ የትሕት ኣለኹ ኢልካ ኣዴኻ ኣይተሕስር በልክዎ ክንደይከ ትደፍሪ ኢኺ ኣዴታትና ከማኽን ኣይኮናን ንሳተን ፍርሃት ኣምላኽ ዘለወን ትሕትና ዝመልኤን ባህለን ዘኽብራ እዙዛት ከም ሳራ እየን ንስኻትክን ግን ሂወት ሰብ ተባላሽዋ ካብ ባህሊ ዝሃደምክን ፍርሃት ኣምላኽ ዘይብልክን ደቂ ሕድርትና ኢኽን ብምንም ተኣምር ምስ ኣዴታትና ኣይተዋዳደራን ኢኽን በለኒ ዘረብኡ ሕርቃን ዝዓብለሎ ካብ ውሽጢ ልቡ የመንጩ ከም ዝነበረ ካብ ቃላቱ ኢኻ ትርዳእ። ኣነውን ድሕርዝስ ክምልሰሉ ይደለኹን ደሓን ዝሓወይ ሕጂ ከምዝባ ከምዝተበልኩ ትርጉም የብሉን ግን ንስኻ ለባም እንተኾይንካ ንኽፉእ ብሰናይ ኢኻ ክትስዕሮ ዝግበኣካ በልክዎ ኣቲ ንስኺ ከመይ ዓይነት ዓይነውጣ ኢኺ ንስኻትክን ሂወትና ክተበላሽዎ ትም ኢልኩም ረኣዩና ኢኺ እኮ ትብሊ ዘለኺ ክንደዲኣ ክትሕርቐካ እያ ኢሉ ኣብ እዝነይ ዓጸወኒ። ዋላኳ ብዝተፈጠረ ኩነታት እንተጓሃኹ፣ ናብ ሃምቡርግ ምምጸኢ ግን ኣየጣዓሰንን። ምስ መሓዛይ ሓዲረ ቅዳሴ ስለ ዘቐደስኩ ዳርጋ ኣይከሰርኩን። ግን ምስ ማተስ ምጽርራፈይ ቅኑዕ ስለ ዘይነበረ ውሽጠይ ክርብሸኒ ጀመረ። ዋላ ይጽረፈኒ ደዊለ ይቕሬታ ክሓቶ'የ ድማ በልኩ። ብውሽጠይ ኣብ ሃምቡርግ ውዒለ ናብ ምሸት ኣብ ብሪመን ምስ ተመለስኩ ቁሩብ ኣዕሪፈ ድማ ተሌፎነይ ኣልዒለ ናብ ማትስ ደወልኩ። ኣብ ኢዱ'ያ ጸኒሓ መስለኒ ቀልጢፉ ተቐበላ። ኢሂ'ቲ ደዊልኪ እምበኣር ናይ ሰንበት ጸርፊ ደሊኺ ምሽ? በለኒ። ኣታ ማትስ ሓወይ ይቕሬታ ክብለካ ኢለ'የ ትማሊ ተጻሪፈካ ይቕረ ግበረለይ በልክዎ። ስምዒ ኣብ ዓለም ካብቲ ዘጽለኣኒ ናይ ሓሶት ትሕትና ዩ ርግጸኛ እየ ድማ ካብ ልብኺ ኮንክን ይቕሬታ ትብልኒ ዘለኺ ምኽንያቱ ዝበደለ ዩ ይቕሬታ ዝሓትት ንስኺ ግን ስለ ዝጸረፍኩኺ ኢኺ መሊስክለይ ስለዚ ከይበደልኪ ከመይ ጌርኪ ይቕሬታ ትሓትኒ በለኒ ይኹን ደኣ እምበር ክጻረፈካ ወይ ክዳፈረካ ቁኑዕ ኣይኮነን ስለዚ እየ ይቕሬታ ዝብለካ ዘለኹ በልክዎ። ኣቲ ግደፍና እንዶ ኣይኮነን ከይበደልክን በዲልክን ከማን ይቅሬታ ኣይትሓታን ኢኽን ኣነ ጽቡቅ ጌረ ስለ ዝፈልጠክን ንዓይ ብመልሓስኪ ክተታልልኒ ወይ ክትጥብርኒ ትኽእልን ኢኺ በለኒ እሺ ድሓን ኩሉ ንግደፎ ሰንበት ስለ ዝኾነ ሕማቅ ኣይንዛረብ ክሓተካ ግን ድያቆን ጥዕንኡ ድሓን ድዩ በልክዎ ካብ ተርእስቲ ክሃድም ስለ ዝደለኹ ድሓን እዩ ካብ ኣድጊ ጥዒ በለኒ። ክንደይ ሕቶ ተበዚሓ ድኣ ከይትብለኒ እምበር፣ ንድያቆን ግን እንታዩ ኢኻ ክትነግረኒ ትኽእል ዲኻ? በልክዎ። እዎ ወጣም ወጣም ኢኺ፣ ሕቶ ክተብዝሒ መዓት ግን ደሓን ክምልሰልኪ፣ ንድያቆን ኣባሓጉየ በለኒ። መልሱ ዘስሕቕ እኳ ተዘይነበረ፣ ኣዘራርባኡ ግን ሰሓቕ ስለ ዘምጽኣለይ ክርትም ኢለ ሰሓቕኩ። ኣስናንኪ ሑጻ ይኹና ወያል በለኒ። ማትስ ሓወይ ኣስናኒ ሑጻ ኮይነን ትረብሖስ ትረብሖ ስለ ዘይብልካ እምበር ኖርማል በልክዎ እንዳ ሰሓቁ ክነግረካ ግን ንዓይ ጥራይ ዲካ ወይስ ንብሙሉእና ደቂ ኣንስትዮ ኢካ ትጸልኣና በልክዎ ኩልካትክን እኮ ሓደ ኢክን መፍለይ ዝብሃል የብልክንን ከምዚ ዋዓግን ህበይን በቃ ከምኡ ኢክን ሪኢኪ ኣለኪ ህበይን ዋዓግን ኣብ መልክዕ እንተዘይኮይኑ ብተግባረን መፍለይ ዝብሃል የብለንን። ዝነብራሉ ቦታ ውን ቁሩብ ይፋላለ ዩ ንስካትክን ድማ መልክዕክን ትነብራሉ ቦታ ዩ ዝፋላለ እምበር ብተግባርከን ሓደ ዩ ተወሳኪ ድማ ህበይን ዋዓግን ምብልሻው ተዘይኮይኑ ካልእ ስራሕ የብለንን ንስካትክን ድማ ናይ መሳኪን ሂወት ምብልሻው ተዘይኮይኑ ካልእ ስራሕ የብልክንን መልሰይ በሪህልኪ ክከውን ተስፋ ይገብር ኣኣ ረሲዐልኪ ከኣ እባ ህበይ ኣብ በረካ እያ ትነብር። ወዓግ ከኣ ኣብ ማይ ኣብ ማጨሎትን ገዳማትን እያ ትነብር። እዚ ማለት እተን ኣህባይ ዝኾንክን ኣዋልድ ኣብ ዓለማዊ ህይወት ኢኽን ትነብራ። እተን ወዓግ ዝኾንክን ኣዋልድ ድማ ኣብ መንፈሳዊ ህይወት ህይወት ኢኽን ትነብራ። እቲ ጸይቂ ስራሕ ድማ ኣብ ኩልኻትክን ኣሎ። መቸም ነዚ ተረደኣኒ እንተኢልክኒ ደንቆሮ ደንቆሮ ኢኺ በልኒ። ኣዘራርብኡ ብጣዕሚ እዩ ገሪሙኒ። ክብሎ ዝኽእል ነገር ስለ ዘይነበረ፣ ሕቶይ ክቕጽል'የ ወሲነ። ሕራይ እስከ ይኹን ደሓን። ማዕረ ክንድዚ ኣብ ልዕሊ ኣዋልድ ጽልኢ ክትሕድር ዝገበረካ ብመጠኑ ክትነግረኒ'ዶ ትኽእል? በልክዎ። ኣባት ነብሰይ ዲኺ ከምዚ ጌርኪ ተናዝዝኒ? በለኒ። ከምኡ ዘይኮነስ ቢያንስ እቲ ሓቂ ክፈልጦ'ሞ ሓቂ'ዩ ኢለ ንነብሰይ ከእምና ስለ ዝደለኹ'የ በልክዎ። እንድሕር ካብ ናይ ህበይን ወዓግን ዘይፍለ ባህሪ ትውንና ኮይንክንሲ ብምንታይ ክፈትወክን ኢልኪ ትሓስቢ? በለኒ። ሕራይ ደሓን ይኹነልካ። ግን ዲያቆንከ ከምዚ ናትካ ጽልኢ ኣብ ልዕሊ ደቂ ኣንስትዮ ኣለዎ ማለት ድዩ? እሞ ስቕ ኢልኪ ኢኺ ዲያቆን ዲያቆን ትብሊ ዘለኺ። ንዲያቆን ኣይትፈልጥዮን ኢኺ። ዲያቆን ንሰብ ክጸልእ ዝኽእል ልቢ የብሉን። እንተኽኢልኪ ንስሃ እተዊ በልኒ። እንተኺኢልኪ ንስሃ እተዊ በለኒ። እንታይ ገይረ ናይ ምንታይ ንስሃ በልክዎ ስንብድ ኢለ። ንድያቆን ምሳይ ምውድዳርኪ ዓቢ ገበን እዩ። ንስሃ ጥራይ ዘይኮነስ ስዋኣይ ከማን ክትኣትዊ ይግበኣኪ በለኒ። ምሳኻ ኣዋዳዲረዮ ዘይኮንኩስ ምናልባት ዓርኪ ሰባር። ከይመላእክዋ ከለኹ ትምስከ በሊ ነዚ ምስላ ኣብዘይ ቦትኡ ኢተእትውዮ በለኒ። ማትስ ሓወይ ሕጂ ስምዓኒ ሓንቲ ነገር ክዛረበካ ዋላ ዓሰርተ ግዜ ንሕና ርጉማት ንኹን ደድሕሬና ክትስዕብ የብልካን ከምዚ ዘለኻዮ እንተቀጺልካ ንሂወትካ ሰላም ክትከልኣ ኢኻ ጽልኢ ቅርሕንቲ ቂምታ ጽቡቅ ኣይኮነን ካብ ዘረባኻ ከም ዝተረዳእክዎ ብደቂ ኣንስትዮ ዝተበደልካ ኢኻ ትመስል ግን ንበደልካ በቃ ረስዓዮ በደልካ ድማ ንእንጀራ ክገብረልካ እዩ በልክዎ ኣቲ ክንደይ ሃተፍተፍ ትብሊ ኢኺ መን ተበዲለ ኢልኪ ንዓይ ዝበደለት ደኣ ከመይ ኢላ ብሂወት ክትነብር ኢልኪ ትሓስቢ ወረ ታይ ዝኾነ ታይ ዝበልዐት እያ ከ ንዓይ ትብድል በለኒ እሞ እንታይ እየ ክብል ኣንታ ማትስ ሓወይ እዚ ኩሉ ጽልኢ ደኣ እንታይ እዩ መበገሲኡ በልክዎ መበገሲኡ ደኣ ነጊረኪ እኮ ወየ ደኣ ርእስኽን ኣብ ሕማቕ ነገር ጥራሕ ዝሰርሕ ኮይኑ እምበር በቃ ዝሰርሕ ኮይኑ እምበር በቃ በል ሕራይ ደሓን። ስለ ኩሉ ነገር ይቕሬታ። ሕጂ ግን ደኺመ ስለ ዘለኹ ቁሩብ ከዕርፍ። ግን ናይ መወዳእታ ሓንቲ ሕቶ ክሓተካ። ምስ ዲያቆን እንተራኺብካኒ እንታይ ትኸውን? በልክዎ። ኣነ ኣምላኽ ይመስገን ዋላ ሓንቲ ይከውንኒ። ዲያቆን ዓርከይ ግን ኢሉ ከይመለኣ። እስኪ ክሓተኪ፣ ማዕረ ክንድዚ ንዲያቆን ተገዲስኪ ክትረኽብዮ ምድላይኪ ካብ ምንታይ እዩ? መበገሲኡ በለኒ። ኣብዛ ሰዓት እዚኣ ዝኾነ ምኽኒት ኣቕሪበ ውጽኢት ዘምጽእ ኮይኑ ኣይተሰማዓንን። እቲ ዝነበረኒ ኣማራጺ ኩሉ እቲ ሓቂ ዘርዚርካ ምንጋር ጥራሕ እዩ ነይሩ። ማትስ ሓወይ ሓደ መዓልቲ ምስ ኣቦይ ቀሺ እንከሎ ክበኪ ርእየዮ። ቅድሚኡ ይርእዮ እኳ እንተነበርኩ ድያቆን ምዃኑ ግን ይፈልጥ ይፈልጥ እየ ነይረ። ሽዑ ልበይ ብጣዕሚ እዩ ተንኪፉኒ። ልዕሊ ኩሉ ግን ኣቦይ ቀሺ ከም ሓፍቱ ኮይንኪ ቀሪብኪ ፍለጥዮ ኢሎም ተላብዮምኒ ስለዚ ከይረኸብክዎ ብፍጽም ኣይድቅስን እየ በልክዎ። እሺ ሕራይ ምስ ረኸብኪዮኸ እንታይ ኢኺ ክትብልዮም? ክገርመካ እዚኣስ ዋላ ንዓይ ሕቶ'ያ ግን ግድን ክረኽቦ ኣለኒ በልክዎ። ስምዒ ሚሊ ንድያቆን ተዘይረኸብክዮ ይሓይሽ። ክትጎድእዮ ተዘይኮይንኪ ዋላ ሓንቲ ኣይትጠቕምዮን ኢኺ። ስለዚ ኢድክን እግርኽን ኣክቢ በለኒ። ማትስ ሓወይ ኣብ ህይወተይ ፈጺመ ዘይፈትዎ ነገር እንተድኣ ሃልዩ ፕሮሚስ እዩ። ሕጂ ግን ጥራሕ ምስ ዲያቆን ኣራኽበኒ እምበር በቲ ንስኻ ዝበልካኒ መንገዲ ክኸይድ ቃል ይኣትወልካ በልክዎ። ቃልኪ ከም ዘይትዓጽፊ ብኸመይ ክኣምነኪ? ብደስ ዝበለካ ክምሕለልካ፣ ማሕላ ከም ዘይተፍርስ'ኸ ሕራይ ሓንቲ ሕቶ ክሓተካ? ስለምንታይ እየ ቃለይ ክዓጽፍ፣ ስለምንታይ እየ ከማሕላይ ከፍርስ ምስ በልክዎ፣ መልሲ ክስእን ከም ዘይክእል እኳ ፍሉጥ እንተ ኾነ፣ ግን ንኻልኢታት ዝኣክል ዝን በለ። ኦኬ ጽቡቕ፣ ዝመጽእ ዘሎ ሰሙን እንተ መጺኺ ከራኽበኪ እየ፣ ግን ሕግታት ምስ ትመልኢ ጥራሕ እየ በለኒ። ልበይ ክልተ ነገር ከመንጩ ጀመረ፣ ሓጐስን ምጥርጣርን። ኣማራጺ ስለ ዘይነበረኒ ግን ብዝበለኒ ተስማዕሚዔ ተፋነኹዎ። ድሕሪ ሰሙን ሓሚመ ኢለ ናይ ሰሙን ዕረፍቲ ሓቲተ፣ ትምህርቲ ደው ኣቢለ ናብ ሃምቡርግ ገስገስኩ። ተሌፎን ደዊለ ድማ መጺኤ ከም ዘለኹ ሓበርኩዎ። ሕጂኸ ኣሚንክኒ መጺኺ ማለት ድዩ? በለኒ። መቸም ስራሕ ቖልዓ ከም ዘይትሰርሕ ርግጸኛ እየ በልክዎ። ብርግጽ ስራሕ ቖልዓ ኣይሰርሕን እየ። ጽባሕ ሰዓት ኣርባዕተ ኣብታ ናይ ብቐዳማይ ቦታ ንራኸብ ኢሉ ተሌፎኑ ዓጸወ። ሕጂ'ውን ልበይ ዝተፈራረቐ ነገር'ዩ ዝሓስብ ነይሩ። እምነትን ምጥርጣርን። ብዝኾነ ኣብቲ ዝተብሃለኒ ሰዓትን ቦታን ብመሰረት ቆጸራይ ደበኽ በልኩ። ኣብቲ ቦታ በጺሐ ንየማነ ጸጋም ቁሊሕ ምሊሕ በልኩ። ትርግታ ልበይ ህርመቱ ዘውስኽ ትርግታ ልበይ ህርመቱ ዘውስኽ ትርኢት ድማ ረኣኹ። ይቕጽል። ላይክ ሼር ሳብስክራይብ እናገበርኩም ኣተባብዑና ሃናፂ ሪኢቶኹም ድማ ኣብ ቦታ ኮመንት ኣቐምጡልና።